ማእከር በጃት ውቤን ሚእትን ዕስራን ሽሕ ኢዩ ነይርዎም። ኣብዚ ንናይ ሓይሊ ምምጥጣን ንምዝባዕ ሕዚ ውን ክደግማ ሓደ ባንዳ ግን ካብ ተጋሩ ነይሩ። ሓንታ ገብሩ ዝበሃል ባንዳ ዝኾነ ናይ ስልጣን ናይ ጥቕማ ጥቕሚ ሕቶ ኣልዒልዎም ደጃዝፋጋድስ ክምልስሉ ስለ ዘይክእሉ ከዲዑ ከይዱ ኣሰላልፋ ናይ ትግራይ ሓይሊ ዘይፈልጥ ዝነበረ ራእሲ ማርየ ከይዱ ነጊርዎ። ሰራዊት እውን ዕስራን ሓሙሽተን ከባቢ እዩ፣ ብደቡብ የለን ብተከዘ እዩ ዝዕርር ዘሎ፣ በዚ መንገዲ እዚ ተተዋጋእኹሞ ዝሕሽ ኢሉ። ንዓ ደጃት ሓጎስ ሜዳ ፀበቦ ዝበሃሉ ጀግና ነይሮም፣ ወዲ ደጃት ስባጋደስ፣ እቲ ናይ ውግእ ኣካይዳ እውን ኣብ ጎበታት ትግራይ ኣብ ገራዓልታ ኣብ ዓድዋን ምጉላትን ንግበሮ ኢሎም ኣይሰምዕዎምን እቶም መሳፍንቲ ተዋጊኦም ደጃ ስባጋድስ ተታሒዞም ደጃቲ ሓጎስ ሜዳ ፀበቦ ራእሲ ማርየ ምርኮኛ ሒዘ ክኸድ ተጋሩ ተሳዒርም እዮም ክብል ብፍሉይ ጥበብ ደጃቲ ሓጎስ ሜዳ ፀበቦ ናብታ ድንኳን ኣትዮም ንራእሲ ማርየ ርእሱ ቆሪጹ ዝቐለጠ ውግእ ተገይሩ እታ ዓወት ዝሓሰብዋ ናብ ሓዘን ቀይርዎም እዩ። ነዚ ኩሉ መከራ ዘብጽሖም ግን ሓደ ስሱዕ ሓንታ ገብሩ እዩ ነይሩ። ነዙይ ካብ ባንዳ ሓሊፍካ እንታይ ኢኻ ትብሎ? ካብ ክሓዲ ሓሊፍካ እንታይ ኢኻ ትብሎ? ናብቲ ናይ ሕዚ ጉዳይ ንምጻእ። ብሄራዊ ሓድነት ንምውሓስ ህልውናን ድሕንነትን ትግራይ እንትንብል ተለና ብፍላይ ድማ ኣብዚ ዘለኹም ናይ ኪነ ጥበብ ሰብ ሞያታት ዘቕረብክሞ ርኢቶ ሃናፂ ርኢቶ ኣብ ውዳበ ዘልዐልክሞ ሓይል ኣብ ምእካብ ዘልዐልክሞ ክማላእ ዝግበኦ ነገር ኣብ ዘልዐልክሞ ነገር ብጣዕሚ ግልፂ እዩ ኣብዚ ዘለዉ መራሕቲ መድረኽን ንሕና እውን ዝውሰድ ንድግፈኩም ተሊና ክንወስድ ኢና ንኣብነት ካብ ሲያትል ሓደ ናይ ባህሊ ማእኸል ክንሕግዝ ኢና ዝብሉ ሰባት ኣለው ትግራይ ጥራሕ እያ ዘይብላ ዝብሉ ዓበይቲ ምሁራት ስለ ዘለው ከራኽበኩም እኽእል እየ ንዓና እውን ዝብፀሐና እዩ ዝብፀሐና ዕዮ ገዛ ስለ ዝሃብኩምና እዩ ገለ ገሊኤን ርእይቶ ግን እንታይ ኢና ክንኮን ዘለና ተጋሩ እቲ ኣጀንዳ ምስቲ ሕዚ ዘሎ ጭቡጥ ኩነታት ተኣሳሲርና ክንሪኦ ህዝቢ ትግራይ ናይ ምጥፋእን ከም ህዝቢ ናይ ምብትታንን እዩ። ሕዚ እውን ብሄራዊ ኣጀንድኣ ናታቶም ናይቶም ወረርቲ ኣይገደፍዎን። ኣርብዓ ፐርሰንት መሬትና ኣብ ምዕራብ ሒዞም ኣለዉ። ኣበድያዊ ዝተረፈ መሬት ይሉ ታራያ እውን ብድፍረትን ብጀግንነትን ዝተታሕዘት ተጋጊና ኢና ኢሎም እዮም ገምጊሞም። መራያ እውን ከምኡ ጌርና ክነእትዎም ኣይነበረናን እዮም ኢሎም። ጸለምቲ ዘሎ ህዝብና ውን ኣብ ስቃይ ዝርከብ ክምለስ ኣይነበሮን ኢሎም ሓፍከፍ የብልዎ ይጨውይዎ ይቀትልዎ እዮም ዘለዉ።